ምደምና እሞ ከይልና ክንጅምሮ እናበልኪ ዘምሃርክኒ ሰላም ከመይ ቀኒኹም ዝኸበርኩም ተኸታተልቲ ስኮፒ ሳሚ እዚ ስኮፒ ሳሚ እዩ ስኮፒ ሳሚ ግን ሎሚ ብፍሉይ መልክዑ ዝተፈላለዩ ስነ ጥበባውያን ናይ ሃገርና ብምምፃእ እዚ መደብ እዚ ፍልይ ዝበለ መደብ እዩ ሎሚ ሓበሬታ ኣለና ሼር ግበሩ ሳብስክራይብ ግበሩ

ሌላ ከመይ እዩ ነይሩ እታ መደብ ኣጀማምራ?
እስኮፕ ክትጅምር ከለኻ ኣጋጣሚ እዩ ናብ ጊባባው ሬስቶራንት ከይደ ሓንቲ ብጀካ ካብቲ ናይ ኣብ መንግስቲ ዝሰርሖ ስሩዕ ሰዓታት ስራሐይ ውፅእ ዝበለ ስራሕ ገለ ከዓ ተወሳኺ ዝሰርሐሉ ናይ ስነ ጥበብ ምስ ኣርቲስት ተኣሰር ገለ ነይሩ ከይደ ዲዛይን ገይረ ሓንቲ ናይ ኪ ሆልደር ዓይነት ገለን ብሪን ምስ ረኣኹኦ ፍትወን ነተን ስራሓት ገለ ከምዚኤን ኣምጻለይ ሓደ ሚእቲ ገለ ብለኒ ማለት እዩ ሕጂ ምጽኤሉ ሜሊሱ ከዓ ካልእ ክልተ ሚእቲ ግበረን እሞ ብጣዕሚ ከዓ ጽቡቅ እዚ ስራሓትካ ገለ ባይዘወይ ሰብ ክንዚ ትጣበሉ ተኮንካ ሰብኣት ኣበይ ትነጥፍ ማለት እዩ ከመይ ኢኻ ትነጥፍ ወይ ባዕልኻ ዲኻ ትሰርሖ ገለ ምስ በለኒ ገለ ኩሉ ይነግሮ ማለት ከመይ ከም ዝሰርሖ ገለ ኣርማ ናይ ጊባበያ እታ እንታይ ይበሃል እታ ናይ ኪሆልደር መትሓዚ ናይ መፍትሕ ሽዑ ነጊረዮ ኣነስ ድሌታት ኣለኒ ብጀካ እቲ ዝሰርሖ ኣብ ዳይሬክቲንግ ኣብ ፊልም ምጽሓፍ ገለስ ከምዚ ኢላ ሓንቲ ናተይ መደብ ከዳሉስ ዝደሊ እየ ግን ኢለ እየ ዝነግሮ ብሬን ሽዑ እንታይ ደኣ ኮንካ ሞሪ ትጅምር ገለ ምስ በለኒ ቁሩብ ናይ ካሜራ ናይ ኤዲቲንግ ገለ ምሽ ኣለካ ሕጽረታት ገለ ስለ ዘሎስ ኣይጀመርኳን ጸኒሐ ገለ ምስ በልክዎ ማይ ግነስ ብጣዕሚ ዝገርመካ ኣነ ባዕለይ ኩሉ እካ በርገብረልካ እያ ሕጂ ትጅምራ ኢሉኒ ምስ ብርሂን ዋላ ሓንቲ ሌላ ዝበሃል ኣይነበረናን ጅስት በቃ በታ ንእሽተይ ናይ ስራሕ ዝተራኸብና ግን ብምልኡ ወፃኢታተይ ሸፊኑ ንመጀመርታ ግዜ ኣብ 2022 ንወርሒ ሸሞንተ ገለ ከባቢ እዩ ዝኸውን ነይሩ ተዚ ትጋጌ ሽዑ ስኢለያ ማለት እዩ ስኩፕ ዊሳሚ ኢለ እዛ መደብ ጀሚረያ

ሰላም ተራኸብና ከ
ስማም ብሉ ኣታ ኣታ እንታይ ኣለካ ኣታ ለይቲ እቶም
ዝዓደምካዮም ሰባት ፍልይ ዝበሉ ምሽ ታለንትድ ገለ ሰባት ይረኣ ከመይ ነይሩ ተዓዳድኖ
ዝገርመካ እዩ በዚ ኣጋጣሚ እዚ ቅድሚ እዛ ዘረባ ምጅማረይ ከመስግኖም ደሊ ሰባት ሶም እዮም ኩሎም ኣብታ መደበይ ዝመጹ ሜሮን ዘማች ምስ በዓልቲ ቤቱ ካብ ሕጽኖት እዩ መጺ ሽዑ ብዘይ ዝኾነ ይኹን ክፍሊት እዮም ነታ መደበይ ንክጅምራ ካብቶም ዘተባብዑኒ ማለት እዩ እቲ ኩሎም መሸሽ በሎ ተሸመ በሎ ሳሌም ጎይትኦም ሰዓረ ፍጹም ማለት እዩ በረኸት ኣማረ ኣርቲስት ኣይዛክ ናይ ስትሪንግ ኣርት ዝሰርሕ ዝነበረ ወዲ ገለ ኣብ ስክሪን ክንሪኦ ኢና ሕጂ ከምኡ እውን ኤማ ካሜራ እዞም ሰባት እዚኦም መፅኦም ነቲ መደበይ ከማዕርቡ ብዘይ ዝኾነ ይኹን ቅድመ ኩነት እዮም መፅኦም ናብዛ መደብ ተሳቲፎም እቲ መራርፃ ሲምፕሊ እዛ መደብ እዚኣ ፍልይ ክገብራ ኣለኒ ኢለ ይሓስብ ስለ ዝነበርኩ ኣብ መፅሓፍ ድርሰት ዝነጥፍ በረኸት ኣማረ ኣምፅኦ ካብ ኣብ ደገ ዝነብሩ ኤርትራውያን ኣብ ውሽጢ ዓዲ መጺኦም ዝሰርሑ ዝነበሩ ተሾመ ከምኡ ድማ መሸሽ ኣምጺኦዮ ሜሮን ዘማች ካብዞም መንእሰያትና ብሉጻት መንእሰያትና በቲ መርዕኡ ኣጋጣሚ ከዓ ክነዕልል ስለ ዝደለኹ ንሜሪ ምስ በዓልቲ ቤቱ ሰማያዊት ሓይላ ብሉ ዓዲመዮ ሕብሪ ክህልዋ ይስድል ነረ እታ መደብ ባይዘወይ ከለርፉል ክትኮነለይ ስትሪንግ ኣርት ካሜራማን ኤምጼ ስትሪንግ ኣርት ዝሰርሕን ካሜራ መን ወሲከ እየ ኤምጼ እታ መደብ ማለት እዩ ሕጂ ተሪኢካያ እታ መደብ ሕብሪ ኣለዋ ዝተፋላለዩ ሰባት ከምኡ ዓይነት መደብ ክትኮነለይ ከኣ እደሊ ነይረ ዋላ ብ ትሕዝትኡ ከኣ ክፍለ ይደልየ ነይረ ማለት እዩ ንኣብነት ምስ ሳዕረ ዝገበርናዮ ዕላል ብትሕዝትኡ ብጣዕሚ ዝተፈልየ ኣርእስቲ እዩ በጃኩም ጌርኩም ክትርእይዎ ውን ደስ ይብለኒ ኣብ ናቲ ቲቪ ኣሎ ብዛዕባ ጥዕንኡ ብዛዕባ ውልቃዊ ሂወቱ ከመይ ጌሩ ኣፋውሳ ከመይ ጌሩ ነብሱ ከም ዝፈወሰ እዩ ዝገልጽ በረኸት ኣማረ ብዛዕባ መጽሓፍቱ እዩ ዝዛረብ መሸሽ ብዛዕባ ዕለባቱ እዩ ፋኒ ዝኾነ ግዜ የሕሊፍና ጽቡቕ ዘዘናጋእ ግዜ የሕሊፍና ምስ መሸሽ ከምኡ እንዳበለት ዝጀመረት ፕሮግራም እያ እቲ ኣመራርፃ ከዓ ሕብራዊ ክኾነለይ እምበር ካልእ ዝኾነ ፐርፐዝ ወይ ከምዚ ናይ ዕዳጋ ገፅ ስለ ዘለዎም ጥራይ ከምፅእውን ድሌት ኣይነበረን ብከምኡ ከዓ እታ መደብ ጀሚራ ማለት እዩ ስኮፕ ዊዝ ኣሚ ሓድሽ መደብ እዩ እዚ መደብ እዚ ድማ ስነ ጥበባውያን ሃገርና ብካልእ መልክዑ ወይ ድማ ሓድሽ ስራሕ ሒዞም ንዝመፁ ሓድሽ ስራሓቶም ፕሮሞት ንምግባር እዚ መደብ እዚ ስኮፕ ዊዝ ሳሚ ስኮፕ ዊዝ ሳሚ ሕጂ ጀሚሩ ኣሎ Scoop Zombie. በላ በላ ከም መደብ ብጣዕሚ ጽብቕቲ እያ ያው ቲንኪ ብጣዕሚ ጽብቕቲ እያ ዋላ ኣነ ካብ መጀመርታ መደበይ ሲ ምስ ጀመርክዎስ ዝገርመካ ነገር ከምኡ ክጽብቐለይ ኢለ ኣይተጽበኹን እቲ ዝገበርናያ መስዋእቲ ዋላ ብርሂን ዝገበሮ እቲ ሴዳ ርኢኻ ኣለኻ ብርሂን ብመኪኑ እዩ ኣምፂለይ እዚኤን ኣብ ገዛ ኣለዋ ከድካ ርአየን ኢሉ ኣብ ገዝኡ ከድና ርኢናየን እቲ ሴዳ ናይ ገዝኡ ናይ ብጣዕሚ ክቡር ሴድያ እዩ ካብ ገዝኡ ብሜኪኑ ገይሩ ኣምጺኡ ብዙሕ ኣተባቢዕኒ በዚ ኣጋጣሚ እዚ ንብርሂን ደጊመ ደጋጊመ ከመስግኖ ይደሊ ከምኡ ድማ ኩሎም ኣብታ መደበይ ዝተሳተፉ ኩሎም ብሳሌም ጎይትኦም ኩሎም እቶም ዝጠቐስኩዎም ኮታ ብጣዕሚ በዚ ኣጋጣሚ እዚ ከመስግኖም ይደሊ ንታ መደበይ ብርሃን ወሲኾምላ እዮም ንታ መደበይ ብጣዕሚ ብሉፅ ዝኾነ ነገር ወሲኾምላ እዮም ፍቕሪ ወሲኾምላ ሓይሊ ወሲኾምላ ኢነርጂ ሂቦምኒ እዮም ካብቲ ናቶም ኢነርጂ ተኻፊለ እየ ነዚ መደብ እዚ ክሰርዖ ወይ ክሰርሖ ጀሚረ ማለት እዩ። ማሰኛ እኮ ተርኪስካ እዩ ዝዛረብ ከም ልሕፂ እንድሕር ፀጊቡ ካእ ከም ባቡር ዝፋፂ ኢሎም። ቕልጥፍ ኢሉ ጠቕሊሉ ንኽመፅእ ዝፅግሞ ዓዱ ይመላለስ ስድርኡ ይርኣይ ኣደ ትናፍቕ ኣላ። ኣብ ዝሓደረቶ ዓዲ ኣብ ዝደቀሰቶ ንእዲ ኣሸበሸብ ፀገም እንተጎነፋ ብዘፋር። ንብዓታ ብቀጢን ኣውያታ ዝበለቶ ብሁል ክኸውን ትወሓስ ዶ መንግስቲ ሙቶ። ብተኣምራት እየ ክብሎ ዝኽል ኣነ ኣዝዩ ደገርም ተኣምራት እዩ ንዓይ። ኣደል ስራሕ ሰሪሑላ ኔሩ ደስ ስለ ዝበለኒ ሲ እቲ ድምጺ ክስ ክሰርሕ ኢሉኒ። ዋው ብጣዕሚ ጽቡቅ ሳምሃዊ ካልእ እንታይ ኬፍ ይበል ኣለዎ ኣብታ መደብካ ኣቀራርባኻ ዋላ እቲ ስቴጅ ፐርፎርማንስ ገለ ነገረ ቤላ እዩ ከመይ ከመይ ተዳለወሉ ነዚ ኣከዳድናኻ ቆቢዕኻ ኢቭን ዋላ እቶም ኣጋይሽ ክመጹ ከለዉ ናባኻ ማዕሪጎም እዮም ክመጹ ከመይ እዩ ትነግሮም ዲኻ ወይ እንታይ እዩ ጉዳይ
ኣረ ኖ መልስ መጀመርታ ብመሰረቱ ሰብ ተዓዛቢኻ ፅቡቅ ክርኢ ኣለዎ ዝብል ፕሪንስፕል ኣለኒ ሕጂ ተሪኢኻ ዝመርፆ ኩሉ ግዜ ዝመርፆም ቦታታት ስቴጅ እዮም መድረክ መድረክ ክህልው ኣለዎ ዝብል ኣተሓስባ ኣለኒ እቲ ዘቐምጦም ኣብኡ እቶም ፈርኒቸርስ እቶም ንጥቀመሎም ኮፍ ንብለሎም ጣዋሉ ገለ ከዓ ቁርብ ፅቡቅ ክኾንለይ ገለ ይደለየ ይኾነለይ ከዓ ማለት እዩ በዚ ከዓ ምሻሎ ዋላ እቶም ዝመፁ ሰባት ከዓ ምሽ ኣይንዛረብ ኒና ከማን ኣካድናና ዶ ፅቡቅ ንግበሮ ሰብ ዝምችእ ዶ ንግበር ገለ ምስ በልናዮም ፅዕፊፎም ኣካድናኦም ፅቡቅ ገይሮም ገለ መፁ ኣነ ከዓ ኣደኖ ከምዚ ዝበልካዮ እታ ቆቢዕ ስታይል ገለ ኢለ ዝጥቀመላ እያ እታ ኣከሃድና ከኣ ኣትሊስት ተዓዛቢኻስ ካልእ ይትረፍ ድምጽኻ ተማሪኽዎ ኣቀራርባኻ ተማሪኽዎስ ክዳውንትኻ እንድሕር ደይማረኾ ትርጉም የብሉን ስለዚ ብሰለስቲኡ ኣርባዕቲኡ ዝተኻተተ ነገር ክኾን ኣለዎ ማለት እዩ ስለዚ ኣከሃድናኻ ምቹእ ወይ ንዓኻ እውን ምቹእ ክስምዓካ ኣለዎ ነቲ ተዓዛቢኻ ከኣ ጽቡቕ ክርኢ ኣለዎ ብኡ ኣቢሉ ከኣ መደባትካ ይምዕረግ ማለት እዩ ሕጂ ስጋብ ሕጂ ከኣ መደበይ ኣይ ቲንክ እቶም ዕዱማተይ ዋላ ከይተረፉስ ብጣዕሚ ጽቡቕ ኣከዳድና ለቢሶም እዮም ዝመጹ። እንድዒ በታ መጀመርታ ዝተትሓዘት ኣካይዳ ገለ ከይትኸውን ማለት እዩ ከም ግምተይ። ሓቦ እስኻ ብጀካ ካሜራ ማን ሓታቲ ክትከውን ትኽእል ኢኻ ማለት እዩ። ኣነ ኬፍ እዩ ንብሎ ምሕታት ትፈልጥ
ጀምሮ በጃኻ እንታይ እዩ ትብሎ ዘለዋ ምስ ነገራ ሰማዕት ኣዋይ ጋድ ከለኻ ተካብድ ኢኻ ኬፍ ኣለዎ እወ ድምፅኻ ሓሳብ እዩ እወ ድሓር ከዓ እቶም እንግሊሻ ክመፁልካ ነቲ መንገዲ ብዙሕ እንግሊሽ ኢኻ ትጥቀም ኣቶ ሓቡ እዚኣ ቅድሚ ሕጂ መጀመርታ መደብ ክገብር ከለኹ ብፍላይ ብዙሓት ሰባት ተቃዊሞምን እዮም እንታይ ኢኻ ኮንካ እንግሊሽ ትዛረብ ዘሎ ተብዝሕ ዘለኻ እዛ መደብ ናይ እንግሊሽ መደብ ድያ ዋላ ናይ ናይ ትግርኛ መደብ ገሊሎም ዋላስ ኮመንት ጽሒፎምለይ ነይሮም ድደውለይ ካሎ መሓዝቶይ ገለ ዕርክቶይ ገለ ካብ ደገ ደው ኢሎም ሳም እዛ መደብ ካብ ኢንግሊሽ ጌርካያ እንታይ ኢኻ ኮንካ ገለ ሕጂ ኣነ መብዛሕትኡ ግዜ ሪላክስ ክኸውን ከለኹ ትም ኢለ ክዛረብ ኢለ ክሓስብ ከለኹ መደበይ ከዓ ከምኡ ክትከውን እየ ድለ ነይር ድሌተይ እንዳምለቕኩ ሕጂ እቲ ቀረባ ዝፀንሕ ቋንቋ ምናልባት ኢንግሊሽ ክኾን ይኽእል እዩ ፍሉይ ቋንቋ ገለ ዋላ ተዘይተዛረብኩስ እንዴ ኩሉ ግዜ ክዛረብ ከለኹ ዋላ ንስኻ ትፈልጥ ኢኻ ሻይ እንዳሰተናኸልና ዋላስ መረዳእታ ትውስኽ ልምዲ ዝጸንሓካ ማለት እዩ እምበር ከምዚ ገሊኦም ዋላ ጽሒፎምለይ ነይሮም ፈላጥ ክትመስል ኢልካ ዲኻ ከምኡ ትገብር ዘለኻ ቀለም ቀምስ ቀለም ቀምስ ገለ ማለሲ ከምኡ ይኮነን ብዛዕባ ናይ ፍልጠት ብዘረባ ገለ ኣይኮንካን ተርእዮ ምሻሎ ግን ቋንቋ እዩ ተዛረብካዮ ጽቡቅ ቋንቋ ናይ ኣደ ኣይኮነ ወላ ሕማቅ ተትዛረብክዎ እውን ብዙሕ ኣዓጅበንን እዩ ነቲ ትግርኛ ጽቡቅ ገይረ ተዛሪበዮ ግን ይሕብነኒ ብኡኻ በቲ ቋንቋይ ከዓ ብጣዕሚ ሕቡን እየ ግን ብልምዲ ምሽ ትዛረብ ሽዑ ብእንግሊሽ ትውስኸላ ገለ ልምዲ ዝፀንሐ ስለ ዝኾነ በዚኣ እንድሕር ቅሬታ ተሰሚዓትኩም ክብራ ተኸታተልተይ ምስናይ ሬትኡ ክእርሞ ፍትኔ ብድሕሪኡ ውን ተሪኢኻዮ ኣብ ካልእ መደባተይ ተቆጢበ እየ ካብቲ ብዝተኻእለ መጠንሲ ይተኣስር ከማን ኢንግሊሽ ከይሞልቕ ክብል ገለስ ቁርብ እስር እብል ገለ ኮይነ ኣለኹ ሕጂ ከማ እንዳለመድኮ ገለ መፅእ ኣለኹ እምበር እዚ ካብ ቀደመይ ንእሸይ ከለኹ ዋላስ ከምኡ ባህር ነርኒ ኢንግሊሽ ዳሓወስኩ ምዝራብ ገለ ስለ ዝፀንሐ እዩ እምበር ካልእ ናይ ምውርዛይ ገለ ነገር ገለ ኣይከነን ቁሩብ ድሕሪት ክመልሰካ እተን ኣልቡምካ ውን ኣብኡ ክንረኽበን ንኽእል ኢና ዝበልካየን። ልክዕ። ብዘይ ቀልዓለም እንድዩ ምስ ለውሃት ዝዳናገጽን ፊል ዝገብርን። ባህሊ ንስኻ እታ ሻንጣ ትኸይድ ተቀብላ ንቲ ገነረሽን እቲ ገነረሽን ከፊቱ ይርኢ ነገራት የውጽኣላ ነገራት ይእትወላ ነቲ ካልእ ገነረሽን ይህቦ። እቲ ናይ ምግጥጣም ግጥሚ ክንገብር ኢና ምግጥጣም ተገጣጥም ተገጣጥም ቆንጆ። ኣብ ዓለም ካብ ዝጅመር ኣብ ሱሳታት እዩ ተጀሚሩ ካብ ዝጅመርስ ከባቢ ሰማንያ ዓመት ጌሩ ኣሎ ማለት እዩ። Scusomi

ሓያል ሰብ ንፉዕ ሰብ እዩ ኢንተርቪው እውን ብጀካ ቀደም ኣብ ኤሬ ቲቪ ኣብ ሶሻል ሚዲያ ገለ ገይሩ ኣይፈልጥን እዩ ሕጂ እደልዮ ግን ነይረ ኩሉ ግዜ ካብ ቀደም ደርፍታቱ ብጣዕሚ እዩ ድምስጠን ነይሩ ቪድዮ ክሌፓቱ ኣነ ዳይሬክት ክገብር ገለ ከለኹስ ናይ ኣቡበከር ኢሚዲት እንዳገበርኩ ወይ ካብኡ እንዳቐዳሕኩ ወይ ብናቱ ቪዥዋላይዝ እናገበርኩ ገለ ዝጀመርክዎ ማለት ናተይ ኢንስፓየር ዝገበረኒ ናብ ቪድዮ ክሊፕ ዋላ ክኣቱ ገለ ዝዓጀበኒ ንክሰርሕ ብዛዕባ ከምኡ ዝመስል ስራሕ ንክሰርሕ ኣብ ሃገርና ከፍሪ ኢለ ዝሓሰብኩ ገለስ ናይ ኣቡበከር ፊልም ቪድዮ ክሊፕ ብምርኣይ እዩ ነይሩ እጅ ደልየ ነይረ ቴሌፎኑ ሓታቲተ ካብ በዓል ሳሌም ጎይትኦም ገለ ደው ኢለሉ ብጣዕሚ ብኣኽብሮት ተቐቢሉ ሻሂ ክንሰቲ ገለ ዓዲመዮ ሸዑ ታብሌተይ ሒዘ እየ ከይደ እተን መደባተይ ክርእዮ እንታይ ገይረ ገለ እዚኤን ከምዚኤን ከምዚኤን ገለ መደባት የዳሉ እየ ሕጂ እሱ ተዓንቶ እዩ ዝበልካያ ከም ዝመስለኒ ንዓይ ኣብኡ ብዙሕ ኣልኢልና ነርና ብዛዕባ ተሪእካ መደባተይ ብዛዕባ ሓሳባት ክኾኑ እዮም ዝመርፆም ካብ ኣብቲ ሞየኦም ገለ ንላዕሊ እትተሓስባ ናይ ሓደ ስነ ጥበባዊ ስንታይ ይመስል ገለስ ከንፀባርቆ ገለ ድፍትን ገለ ዩዥዋሊ ሕጂ ኣነ ሽዑ ዘቕረብክዎ ነገራት ምስ ኣቡበከር ከኣ ከምኡ ነይሩ። ኣነስ እቲ ናትካ ውሽጣዊ ኣተሓሳስባኻ፣ ኣረኣ ኣመለኻኽታኻ፣ ኣብ ስነ ጥበብ ዘለካ ኣኽብሮት፣ ኣብ ስነ ጥበብ ዘለካ ኣረኣእያ፣ ኣብ ስነ ጥበብ ዘለካ ተመክሮስ ንህዝብስ ክተካፍል ኣለካ ገለ ምስ በልክዎ ሕጂስ ፍቓደኛ ከምዚ ከም ዝበልካዮ ብዙሓት ቻነላት ሓ- ሓይቶሞ ገለ ክተባእሰኒ ኢኻ ምስ ካልእ ቻነላት ገለ መለ መለ ይብለኒ ነይሩ ከማን ሽዑ ግን ኣነ ኮንቪንስ ዘይገይረ ዋላ እቲ መደባተይ ድዩ ፈትዎ እቲ ከም ዝበልክያ እቲ ሰቲንግ እቲ ቀርባኻ ድዩ ደስ ኢልዎ ገለ ኣይ ቲንክ ማናጀር ከዓ ነይርዎ ሽዑ ማናጀር ውናት ከዓ ኣብዛ መደብ ክትገብር ኢኻ ገለ ኢልዎ ሽዑ ስሒቕና ገለ ዋላ ኣቡበከር ስሒቑ ኣነ ናይ ብሓቂ ሕራይ ክብለኒ ገለ እውን ይፅበይ ነበርኩም ብዙሕ ዕላልና ዕልና ሻሂ ሰቲና ገለ ዳሕራይ ግን ፍቓደኛ ኮይኑ ማለት እዩ ብጣዕሚ ጽቡቅ ግዜ ኢና ኣሕሊፍና ማለትሲ ሂዝ ማራ ኩቡር ሰብ እዩ ብስርሑ ብሞይኡ ብ ዲሲፕሊን ዋላ ፐርሶናሊቲ ተሪኢካዮ ኣብቲ ዲሲፕሊን ከኣ ከም ኣረኖ ማለትሲ ኣቡበከር ዝጎድሎ ብልን ግን ሰዓቱ ደክብር ኣብ ሰብ ዘለዎ ኣክብሮት ብጣዕሚ ልዑል እተን ዝረኽብኮ እዋናት ምስኡ ክዛረብ ከለኹ ወይ ምስኡ ከዕልል ከለኹ ዝነበረ ሞመንትስ ከይተረፈሲ ካብኡስ ብዙሕ ነገር ይመሃር ነይረ ማለት እዩ ባይ ዘወይ ምስ ኣቡበከር ኢንተርቪው ኣነ ኣይወዳእኹን ሰዓት ኣኺልኒ እየ ጠጠው ኣቢለዮ ንዕኡ ነጊረ ኣይመነኾን ኣይመነኾን ኣነ እዛ መደብ ክንቅፅል ኣይና ገለ ሆፕ ካልኣይ ግዜ ክዕድሞ ብዙሕ ፅቡቅ ነገራት ኣለዎ ክንፍትሾም ዘለና ተመክሮ ከካፍለና ዘለዎ ከም መንእሰያት ካብኡ ክንወዞም ዝግባኣና ብዙሕ ነገራት ኣለዎ ከም ስነ ጥበባውያን ክንወዞ ካብኡ ክንወዞ ዝግባኣና ኣዝዩ ብዙሕ ነገራት እዩ ደሎ ብጣዕሚ ዓብ ሰብ እዩ በዚ ኣጋጣሚ እዚ እውን ቴንክ ዩ ክብሎ ይፈቱ ንቤክሪ ብካዝ ንኩሉ ሰብ ዓብ እዩ ኣነ ዕድለኛ እዩ ባይዘወይ ብዙሓት ሰባት ከዓ ኣብ ካልኦት ዓብዮም ናባይ ድመፁ እውን ኣለዉ እንድዮም ዕድል ከዓ ተወሲኻ እያ ምስለኒ ኣብታ መደበይ ዕዱም ኮይኑስ ብዙሓት ሰባት ከዓ ኣብ ደገ ይኹን ዋላ ኣብ ውሽጢ ዓዲ ብፍላይ ውሽጢ ዓዲ ማልስ ብቐረባ ዝካተሎስ እዩ ብጣዕሚ ክሳብ ክንደይ እዩ ዕምቆት ናይታ መደብ ፅቡቕ ከም ዝነበረ ብዙሕ ሰብ ተረዲኣቶ ፅቡቕ ተኸታቲልዋ ገለ ኮይኑ ከዓ ትስምዓኒ ማለት እዩ በዚ ኣጋጣሚ እዚ እውን ንኦበከር የቐኔለይ የመስግኖ ካልኣይ መዓልቲ ክዕድመ ከ ተዳሎ መልሳ
ንዑ መልሰሉ It's going so

ናፂ
ኣቢ እስኻ ናትካ እዮም ነይሮም እንታ ሰብ ኢሎም ኢራብ ሂቦምን እንታ ቀስማ በል ናፂት እዋይ ቀዳሞት ኢና መዝን እዋይ ቀዳሞት
እታ ፀወታ ብጣዕሚ ፅቡቅ እያ ነይራ እንታይ ኮይና ኣቋሪፃ ናይ ስፖንሰር ጉዳይ እሳ ሕጂ ፍልይቲ ከም ዝበልካያ ብጣዕሚ ፍልይቲ መደበያ ስታር በዚ ኣጋጣሚ እዚ ከመስግኖ ይደሊ ፕሮፖዛል ኣቕርበለይ ኢሉኒ። ፕሮፖዛል ምስ ኣቕረብኩሉ እቲ ዝኣመምኮ ባጀት ብምሉእ እዩ ኣፍቂድለይ ወይ ኣጽዲቕለይ። እቲ ጸገም ግን ብድሕሪኡ ኣብ ኣይ ቲንክ ኣብ ዩቱብ ጽቡቕ ኣይከረትን እታ መደብ ብዙሕ ሰብ ተኸታተልቲ ኣይረኸበትን ኣጋጣሚ ኮይኑ እንታይ እዩ ነይሩ ሽዑ ዜና ኣይፈለጥኩን ገለ ጸሊዎም ድዩ ወላ ኣዶኖ ውሑዳት ሰባት ረኦማ ምስለኒ ሕጂ እሱ ክቅጽላ ኣይደለየን ወይ ኣይከኣለን እምበር ሸውዓተ ክፋል እዩ ኣብ ስታር ኢንተርቴንመንት ከይድና ክንሪኦ ንኽእል ኢና ብጣዕሚ ጽብቕቲ ኢንተርቴኒ ኣዘናጋዕ ዝኾነ ኣብ ውሽጢ ዓዲ ግን ብዙሕ ሰብ እዩ ርእዋ ነታ መደብ ክትቅጽል እያ ናተይ ቻነል እንድሕር ኣብ ሓፂር እዋን እንድሕር ሳብስክራይብ በዚሑ ባዕለይ ስፖንስ ገይረ ክቐጽላ እየ ከም ሓንቲ ስራዕቲ መደብ ናይ መዘናግዒት መደብ ክትከውን ትኽእል እያ በቲ ኣጋጣሚ ከዓ ብዙሕ ናይ ኣእምሮ ሕቶታት ይሕተት እዩ፣ ከተማታት ይረአ እዩ፣ ብጀካ ኣብ ከተማ ኣስመራ እውን ኣብ ከተማታት ናይ ኤርትራ ምሉእ ከይደ እታ መደብ ክቕጽላ ምሩእ ድሌት እዩ ዘለኒ። ኣይ ሆፕ እዛ መደብ ቻነለይ እንድሕር ከማዕሪጋ እንድሕር ጽቡቕ ደረጃ በጺሓስ ጸገም ዘለዎ ይኸውን ካብተን ማይ ፋቨሬት ደስ ድብላኒ መደባት እያ ማለት እዩ።

ኣርሕየያ ኣለኹ እታ ማዕጾ ከኣ ክፍትያ መቸም ንሳብስክራይብ ንምግባር ንሼር ምግባራ ንዕብያ እቲ እቲ ቀንዲ ኣነ ትኹረተይ እሱ እዩ መልሲ ድሕርስ ዓብያ ሳብስክራይብ ድሕር በርኪታ ማለት እዩ ድሕር በዚሑ ሳብስክራይብ ፅቡቅ ድሕር መፅዩ ኣነ እውን ዝተፈላለየ ብሉፅ መደባት ክገብረላ ይሓስብ ኣለኹ ኣምላኽ ይሓግዝ እዚ ግን ብናይ ናተይ ተበግሶ መኽፋትያ ኣብ ደገ ደለዉ ኣሕዋተይ ብጾተይ ገለ ከኣ ከፊቶሞ ኣለዉ እቲ ወሳኒ ነገር ግን ናይ ሳብስክራይብ ጉዳይ ኮይኑ ስማዓኒ ናይ ቪው ወይ ገለ ሆፕፉሊ ኮመንት ከኣ ተትገርፉልና ምክንያቱ እንታይ እዩ ዝድለ ዘሎ ኣብ ዩቱብ ብዙሓት ኤርትራውያን ኣሕዋት ኣብ ፌስቡክ ይፅሑፉለይ እዮም ናይ ኣብ ትሕዝቶ መደባተይ ክኸውን ዘለዎ ገለ መን ሒዘሎም ክመጽእ ሕጂ ብዙሕ ብድሆ ነይርና ቅድሚ ሕጂ ዝደለኹዎ ሰብ ኣነ የምጽእ ኣይነበርኩን ኣብ ስክሪን ዘሎ ሰብ ኢኻ ተምጽእ ናይ ዩቲብ ነገር ከምኡ ስለ ዝኾነ እቶም ክምውሉኻ ዘለዎም ሰባትሲ ኣብ ስክሪን ተዘይሃልዩሞ መን ክርኤ እዩ ዝኹስቶ ኩስቶ ብልኻ ማለት ሕጂ ብዙሓት ኣብ ዓድና ኣብ ስክሪን ዘይተረኣዩ ግን ከኣ ዓብ በቃ ዓብይ ተመክሮ ዓብይ ስራሕ ዝሰርሑ ሰባት ኣለዉ ዓበይቲ ስነጥበባውያን ሃገርና ኣለዉ ስነጥበባውያን ጥራይ ከኣ ኣይኮኑን ዓበይቲ ፍለሶፈራት ኣለዉ ዓበይቲ ሳይኮሎጂስት ኣለዉ ዓበይቲ ዶክተራት ኣለዉ ብዙሕ ምስ መንእስያት ክማኸሩ ዝኽእሉ ብዙሕ ነገር ክዛረቡ ዝኽእሉ ብዙሕ ነገር ግን ከምኡ ዓይነት መደባት ኣብ ዩቲብ ይኸይድ ኣይከይድን እዩ ተባሂሉ ስለ ዝዝረብ ኩሉ ግዜ እቶም ተሰራሕ ኋላስ ክሸየጥ ወይ ክገዝኡለይ ወይ ኣይክእሉን እዮም ነይሮም እሞ ሕጂ ግን እዛ ናብዛ ገዛ መጺኹም ሳብስክራይብ እንድሕር ጌርኩም ኣነ ብሉጽ መደባት ከዳሉ እየ፣ ብሉጻት ሰባት ከምጽእ እየ፣ ኣብ ስነ ጥበብ ጥራይ ዘተኮረ መደብ ዘይኮነ ከኣ ኣብ ዝተፈላለየ ዓውዲ ዘተኮረ ብ እዋናዊ ዋላ ኣብ ኣተሓስባ ኣብ ዓለም ሒዝዎ ዘሎ ቅርጺ ዝመስል ነገራት ብዙሕ ኣርእስታት ሒዘ ክመጽእ እየ ዝብል ትጽቢት ኣለኒ፣ መጀመርታ እታ ናይ ሳብስክራይብ ጉዳይ እያ፣ Hopefully ተኣምኒ ከምዘየግድዑኒ ጀምዓና ተኸታተልተይ ኣለዉ ሰፖርት ዝገብሩ ዝድውሉ እንተኸፊትካያ እዛ ቻነልካ ኣጆኻ ዝበሉ ሰባት እውን ኣለዉ ካብኡ ዝዓቢ ነገር ከዓ የለን መስለኒ ኣጆኻ ተሎም ካብ ጎንኻ ኣለና ዘለኻዮ ክንሰደልካ ንኽእልና ዝበሉ ሰባት እውን ኣለዉ ገለ በዚ ኣጋጣሚ እዚ የመስግኖም ቀሊል ነገር ኣይኮነን ሓደ ሰብ ብርጠቀይ ጥይቐካ ብመደብካ ስለ ዝረኣየ ጥራይ ከምዚ ገይሩ ከተባብዓካ ምኽኣሉ ብጣዕሚ ዘሐጉስ እዩ የቐኒለ ይብሎም ሓደ እዋን ከመስግኖም ኣብ ስክሪን ወፀ ኣስማቶም ስእልታቶም እንዳምፃኹ ምስጋና ይከሕልፍ ኣምላኽ ዕድመን ጥዕናን ይሃበና ንኩላትና በዚ ኣጋጣሚ እዚ ንኩላትኩም ቴንኪዩ

ተኸታተልትና ከይንሕዞም ብዝኾነ ብሩኽ ቅነ ጀሚርና ኣለና ብሓንሳብ ክንከይድ ኢና ነዊሕ እዋን ደገፍኩም ኣይፈለየና ንምክታልኩም ነዛ መደብ እዚኣ ስለተኸታተልኩም ድማ ብልቢ የመስገን ስኮፕ ዊሳም